ሰላም ሰላም ኩቡራትን ፍትዋትን ን ቻናለይ ቤተሰብ ደቂ ዓበይቲ ዋየይ ሃመይ ኔኹምለይ ዳሕና ድኹም ኣነ ሰላም እየ ንስኻትኩም ድማ ሰላም ክትኾኑ እናተመነኹ ሎማዓንቲ ሒዘልኩም ልመጻኹ ካብ ከተማ መቐለ ወሰና ወሰኑ ጠይቕና ኣስኳል ሓፍተይ ረኸስ ልበለ ተግንኺ ልበልኽና ነሕዋተይ ያው ካብ ከተማ መቐለስ ቢያንስ ወይ ደሞ ዓሰርተ ሓሙሽተ ደቂቃ ወይ ደሞ ካብ ዲያስፖራ ኮይኑ ላብ ድንጉር ድማ ዓሰርተ ደቂቃ መንገዲ ልኸድ ድንጉር ወይ ደብሪ እናተባሃለ ዝጽዋዕ ቦታ እየ ሒዘልኩም መጺኤ ኣለኹ። እንደገና ድማ ካብ ድንጉር ወይ ደሞ ካብ ደብሪ ሓዋጽ ዝበሃል ዓዲ ቦታ ክንገዝእ ደሊና ኣርባ ድዩ ርሑቕ ከተማኸ ኣትዮም ዶ ላበይ እዮም ብዝበልኽናኒ ኣነ ጽር ኣቢለ ክነግረኩም እዮ ማለት እዩ። ቅድሚ ኩሉ ግን ከምቲ ኩሉ ግዜ ልብሎ ኣሕዋተይ ልዛ ቻነል እዚኣ ሓደስቲ ዝኾንኹም ሼር ላይክ ሳብስክራይብ ምግባር ቤተሰብ ኹኑ ምንም ኣይተኽፈላይ ቤተሰብ ዝኾንኹም ድማ ላይክ ሼር እናጎርኹም ክትኣትዉ ብትሕትና ይሓትት ምክንያቱ መዓልታዊ ልለቆ ቪድዮ ኣብ ልደለኹምዎ ቦታ ልትእዝዙኒ ኣሕዋተይ ቀጥታ ናባኹም ልክመፅእ እንድሕር ደኣ ላይክ እና ወይ ደሞ ሳብስክራይብ ሸር እናገበርኩም ኮይንኹም ቀጥታ እዚ ቪድዮ እውን ክመፀኩም እዩ ስለዚ ንክድላ ጉዳይና ኣቱም ተተዋውዑን ድማ ኣይዘኺ ዝሓፍተይ በርትዒ ሃምዚ ዓይነት ሃምዚ ዓይነት እላበልኹም ኣስታይልትውን ድማ ካብ ልቢ እየ ለመስግን ከምቲ ትሪእዎ ኣለኹም ኣብ ከተማ መቐለ ኮይኑ ሓድነቶም ከተማ መቐለ እዮም እዞም ደብሪ እዚኦም ቦታ ማለት እዩ። ከምዚ ትሪእዎ ኣለኹም እዚ ደብሪ እዩ። ደብሪ ኮይኑ ከዓ ገዛታት እናሰራሕና ኢና ንርከብ ከምቲ ትሪእዎ ኣለኹም እዚ መቃይሕ እዩ ደብሪ ዘይኮነስ መቃይሕ ይበሃል ማለት እዩ ምክንያቱ ደብሪ ክበሃል ከሎ ብዙሕ ዓይነት እዩ ዘሎ ድንጉር ዝበሃለሉ መቃይሕ ዝበሃለሉ ማይሰራ ዝበሃለሉ ሓዋፁ ዝበሃለሉ ብዙሕ ዓይነት እዩ ዘሎ ጠቅላላ። እዚ ኣብራሃርህ ኣቢለ ልናገረክን ኣሕዋተይ ሕዚ ኣብ ከተማ መቐለ ንዩ መቐለ እያ ትበሃል ጠቕላላ ግን ከዓ መቐለ ክንደይ ቀበሌና ክንደይ ቁሸት ልፀረት እያ ንናዓሉ ደረጃና ንናዓሉ ስም ኣለዎ ልምዋልል እየ ሕዚ ደብሪ ብጣዕሚ ሰፊሕ ሶ ኣስኳል ሓፍተይ ካብ ከተማ መቐለ ኮይኑ ወይ ድሞ ካብ ድንጉር ክንደይ ሰዓት ይወስድ ወይ ድሞ ደቂቃ ርሑቕ ድዩ ቃረባ ልመቐለ ቃረባ ኢና ንደሊ ልበልክና ኣሕዋተይ ቀዳማይ ነገር ካልኣይ ነገር ደሞ ካብ ድንጉር ልሓዋጽኸ ሃመ እዩ ቃረባ ድዩ ርሑቅ ዝበልክናኒ ይቅርታ ድምጺ እንየኒ ልበልክናኒ ኣሕዋተይ ድማ ካብ ድንጉር ልሓዋጹ እንድሕር ትድብያ ኮይንክን ብያንስ ብያንስ ዓሰርተ ሓሙሽተ ደቂቃ ብእግርካ እዩ ምክንያቱ እቲ ድንጉር ለዚ ሰፊሕ ስለልኾነ ይምበይ እንድሕር ላኡ ኢልካስ ብያንስ ካብ ዓሰርተ ደቂቃ ካብ ሸሞንተ ሸውዓተ ደቂቃ ኣይትሓልፊ ብእግርካ ዳርጋ ተሓዋጽስ ድንብርብር ልበለ ምባል ደልየ እየ እሺ ሓዋጽኸ ክንገዝእ ደሊና ተኣዩ ምክንያቱ ላብ ደብሪ ኣትዮም ድዮም ወይ ደሞ ላብ ከተማ መቐደስ ኣትዮም ድዮም እንድሕር ትብላ ኮይንክን ኣሕዋተይ ያው ሓድነቶም ከተሞም ምስ ዓደቂ ዓገራ እዮም ዝበሃል ነይሮም ቅድም ኢልካ ማለት እዩ ሕዚ ግን ጠቕላላ ምንም ላብ ከተማ ልትበሃል የብሎምን እንታይ እዮም ኣትዮም ዘለዉ ምስ ከተማ መቐለ ተሓዋዊሶም ዘለዉ ላብ ከተማ ኣትዮም ዘለዉ ሓድነቶም ጣብያ ደብሪ እዩ ዝበሃል ሓድነቶም ድማ ከተማ መቐለ እዩ መፀዊዑ ድንጉርና እዚ መቃየሕ ልሓዘ ደብሪ ጠቕላላ ልሓዘ ማለት እዩ ሓዋፂ ግን ብላዕሊ ስለ ዘሎ ንእሽተይ ርሕቅ ኢላ ልዓል ደቂ ዓገራ እዩ ደኣ ቃረባ እምበይ ላብኡ እዩ ኩሉ ነገር መስጣቅያ ይኹን ምን ይኹን ምን ይኹን ሲ ላብኡ እዮም እናተባሃሉ ነይሮም ስለዚ ናዚኣ ልብል ኣበር ኣዳጊ ገቢለ ክናገረክን የሕዋተይ እቲ ካርታ ናቱ ከተማ ልብል ግን ላብ ጣብያ ደብረ ይኣትዊ ላብ ከተማ መቐለ ሓድነት ግን ገና እዮም ኣይተሓዋወሲ ሉዚ ኣብ ህረ ቢለ ክናገረክን ማለት እዩ ኣብኡ ቦታ ገዚእና ኣሕዋተይ ልበልክናኒ ሉዚ ክትፈልጥ ኣለክን ምክንያቱ ቦታያ ረኪ ሰግኒና ኢልክን ብዙሓት ክትገዝኣ ስለለለኽን እየ እሺ ኣብኡ ከፍቲ ሓዋፅ ልበሃል ያው ዓዳቱ ፅቡቅ እዩ እንደገና ድማ መሬቱ ለ ብጣዕሚ ደስ በሃሉ እዩ ካልኣይ ነገር ዋልካ እኳ ይኾነ ብጣዕሚ ቀይሕ እዩ ንኩሉ ነገር ንክረምቲ ይኹን ልግዛዕ ይኹን ብጣዕሚ ኣኽእሎ ናይ እንትን ኣለዎ ቦቱ ብጣዕሚ ደስ ልብል እዩ ኣነ ይፈልጦ እየ ዝዓዲ እቱ ቦታ እሱ ግን ንክልተ ሚእት ካር ክንደይ ኣሎ ስኳል ሓፍተይ ናይ መናእሰይ ዕድሎት ዋላ ይኹን ወይ ደሞ ናይ ዓጽሚ ኣዳም እቲ እኻፈሉ መትከል ሲ ደሊና ልበልክን ከዓ ልመትከል ተኾይኑ ነባር ትሕዝቶ ሊኾነ ሲ ልመትከል ተኾይኑ እስካብ ሸውዓተ እስካብ ሸሞንተ ሚእቲ ሸሕ ኣለክን ኣው ብጣዕሚ ይርካሽ ግን ከዓ ካርታ ይኣተዩ እይተቆፀረ ምን የተገበረ በቃ ብገጠር እዮም ልመሓዳደሩ ኣብ ደብሪ ድማ ጣብያ ደብሪ ላተባሃሉ ልፅዋዕ ከተማ መቐለ ሓድነቶም ድማ ላብ ከተማ ስለ ልኣተዩ ዝዓዱ ስንማ ከዚ ተቆፂሩ እዩ እተቆፀረ ድማ ሓደ ዓመት እዩ እዚ ኣብራህራህ ቢለ ክናገረክ ስለ ልደለኹ እዮም ምክንያቱ ቦታ ያ ገዚ ቦታ ገዚ ኢና ንክን ስለ ልብሉ እዮም ከዚ ኣብ ደብሪ ብጣዕሚ ብጣዕሚ ተሓራሲ ቦታ ብዙሓት ኣሕዋተይ ኣለዋ ተሸወዳ ኣብዚ ቅድም ኢልካ ኣብ ሓደ ሸሞንተ ስካብ ሓደ ነጥቢ ሓሙሽተ ስካብ ሓደ ነጥቢ ሸሞንተ ስካብ ሸውዓተ ሸሞንተ እናተሸጠ ቆንጆ ቦታ ኣብ ተሓራስ ኮይዶም ብሚእቲ ሓምሳ ወይ ደሞ ብክልተ ሚእቲ ሓምሳ ኢለ ልገዝእ ኣለዋ ግን ከዓ ወለድና ኣሕዋትና ግን በቃ ቦታ ገዝእና ልኺ እንታይ ኣበይ ኣብ ደብሪ ይብሉ ካብቲ ደብሪ ኮሞ ወፃእ እዩ ዘሎ ኣሕዋተይ እና ብስም ቦታ ገዝእን እዮም ልብሉና ወለድና ኣሕዋትና እና ኣብዚ ግን እንታይ ምኳኑ እቲ ቦታ ኣይንፈልጦይ እህ ኢልና ኢና ቀብል ንብል እንታይ ቦታ ገዚእኽ እንተተባልና ኳስ ንእሽተን ኢና ንሕጎስ ስለዚ እንታይ እየ ክብል ደልየ ኣብ ከተም ኣብ ከተማ መቐለ ኮይኑ ጣብያ ደብሪ እናተባሃለ ዝፅዋዕ ኣብቲ ድንጉር እንድሕር ደኣ ደሊኽን ኮይና እንዲያም ሓንቲ ቦታ ኣላ ትሽወጥ ላውዚላ ቃላሚኖ እያ ገና ኣዮ ካርታ ይኣተየ ክልተ ሚእቲ ካሪ እስካብ ሓደ ነጥቢ ሽዱሽተ ይብለና ኣሎ ማለት እዩ ልትገዝኡ እንድሕር ደኣ ሓሊኹም ኮይኖም ኣሕዋተይ ብልበለፀ ቁፅር ስልኪ ክሓድገልኩም እየ ደውልኩም ክተዳግጉ ትኽእሉ ኢኹም ኣብቲ ቃላሚኖ ድንጉር እናተባሃለ ዝፅዋዕ ግን ካብ ዲያስፖራ ዓሰርተ ሓሙሽተ ደቂቃ እዩ ብጣዕሚ ቀረባ ያው ኣብኡ ጥራሕ ፎቓት እዩ እምበይ ሰራዊት ኳስ ዝስራሕ የለይ ናይ ሽናናት ዝበሃል ኣሎ ግፍሒ ገረብ ዝበሃል ኣሎ እንደገና ዓዲ ሓውሰው እዩ እንደገና ዲያስፖራ በቃ ሕውስውስ እዩ ኢሉኒ እዚ ቦታ ኣብኡ እኒኣትኩም ክልተ ሚእቲ ካሬ ሓደ ነጥቢ ሽዱሽተ ውላ ኣለዎ ዝሮ ዝሮ ግን ድሕር ተኸራኺርኩም ኮይንኩም ክርክር ኣለዎ እዩ እንደገና ጉደል ሃምዚ ስለለለዎ ናይ ደላልና ናይ ሸዋጢ ናይ ዓዳ ግን ግዲ ትፈልጦ ኣለኹ ናይ ቦታ ዝሮ ዝሮ ግን ሓደ ነጥቢ ኣርባዕተ ምስ ሓምሳ ክዩ ወይ ድማ ሓደ ነጥቢ ሓሙሽተ ላይ ክብ ክኽእል እዩ ምክንያቱ ክርክር ኣለዎ እዩ ኢሎም ንኔው ምክንያቱ ቦታ ክሽወጥ ከሎም እንድሕር ወዓል ሕደር ልበሃል ኣለዎ ድዩ ኢለ እዮም ጠይቀዮም ኮይነ እዎ እዮም ልሉ እንድሕር ክርክር የውሉ እንድሕር ልውን ከዓ ኣጊዶም እዮም ዝናገሩ እቶም ናተይ ዓማዊል ማለት እዩ ኣብ ድንጉር ሓደ ነጥቢ ሽዱሽተ ወይ ድማ ሓደ ነጥቢ ሓሙሽተ ኣለኩም እዚ ናይ ምንታይ መሲልኩም ናይ ሞናእሰይ ዕድልት እዩ ኣሕዋተይ መዓረይ ኣብኡ ከዓ ብጣዕሚ እዩ ከተማ ማይ መብራህቲ ተማልእ እዩ ኩሉ ነገር ግን ከዓ ካርታ የኣተወይ ሕዚ እዩ ተቆፂሩ እኒኦ ዝተቆፀረ ድማ ዓመቱ እዩ ገይሩ እንድሕር ሃገርና ሙሉእ ሰላም ኮይንለ ያው ዝሮ ዝሮ እዚ ላብ ሓጋታት ክኣትዮ ክኽእል እዩ ኩሉ ነገር ተማለ እዩ ዝዓዲ ብጣዕሚ እዩ ከተማ ሰሪሕ ካልትወልዐልና ናይ መንወርያ ተመራፂ ቦታ እዩ ኣብ ደብሪ ኮይኑ ምክንያቱ ንናዓሉ ቁሸት ዘለዎ ካብ ድንጉር ንሽትን ዘወሬድ ሓደ ደብሪ ዝበሃል ኣሎ ካብ ደብሪ ወይ ደሞ ልመቀለ ወይ ደሞ ልዲያስፖራ ከም ሞኒ ቃረባ ዝበልክናኒ ካብ ስራዋት ልደብሪ ካብ ደብሪ ልስራዋት ብጣዕሚ እያ ማለት ቃረባ እያ ኣብኡ ቃደምሲ እምኖ ምናምን እኳስ ብሓደግም ዝሰርሑ ነይሮም ስራዋት እና ደብረ ብሱር ገጥሙ እዩ ዘሎ ብጣዕሚ ይቃረባ ካብ ደብረ ላውዚ ዲያስፖራ ግን ጥውያ ስለዝኾነ ብጣዕሚ ይርሕቁ ኣሕዋተይ መዓረይ ስለዚ ብብዓይነቱ ናዓዱ ናዓዱ ቦታ ስለለሎ ደብሪ ልስራዋት ዳኣ ቃረባ እምበይ ላውዚ ልዲያስፖራ ወይ ደሞ ልመቐረ ቃረባ ኣይኮነይ ደብሪ ብታሕቲ እዩ ዘሎ ስጀመር ብታሕቲ ብታሕቲ ብታሕቲ እዩ ዘሎ ዘውልሉ ቦታታት ብጣዕሚ እዩ ማዕዊሉ ኣብኡ ከ ክንደይ ቦታ ኣሎ ልቦታ ልናፃ ቦታ እዚ ልክልተ ሚት ካሬ እዚ ክንደይ ኣሎ ስኳር ሓፍተይ ልክን ልሓተትክና ንለ ኣብኡ ብጣዕሚ እንድዩ እንትን ብጣዕሚ እንድዩ ከተማ ካልኣይ ነገርና ስራዋትና ዝደብርለ ብጣዕሚ እዩ ገጢሙ ዘሎ ታሕታይ ደብሪ የለክ ኣለኹ እስኻ ኣብኡ ከዓ እስካ ክልተ ነጥቢ ይብልዎ ኣለዉ ንክልተ ሚት ካር ማለት እዩ ኣብኡ ያው ንዓሉ ልሓዘ እዩ ናይ ቀደም ዓዱ እዩ ኩሉ ነገር ኣብኡ ፀምካ ይሕደር ይሕዋተይ ማዕረይ ተደሊኽን ውሽጢ ውሽጢ ማይል ከድዩ ማይል ተማለ እዩ እንደገና ዝኾነ ነገር ዘርእኽንለ ሰሪሕኽን ትወልዓሉ እዩ ዝዓዲ እሱ ብጣዕሚ እዩ ደስ በሃሊ ጎሽኽን ትዘርኣ ትኽእላ ቡናኽን ትዘርኣ ትኽእላ ኩሉ ነገር ተኽላ መኽልል ሓለ እዩና እዚ ይመስል ናይ ደብሪ ቦታ ክልተ ሚእቲ ካረ ኣሕዋት መዓረይ ኣይዘኽን ኣይትጨነቓ እዚ ይመስል ሓበሬታ ምፅያልክን እኒኦኹ ትልደለኽን ግን ቁፅሪ ስልክ ክሓድገልኩም እዩ ኣብ ታሕቲ ደወልኩም ክተዳጎ ክትኽእልኹም ናይ ሎማዓንቲ እዚኣ ክፍለየኩም እያ ባይ ባይ